ሰላም ሰላም ዝኸበርኩም ተኸታተልትና ንሎሚ እምበኣር ባህሊ እንታይ እዩ ኣብ ዝብል ብዝተፈላለየ ምሁራት ኣብ ዝቐርብ መፅናዕትታት ምርኩስ ብምግባር ብረዳእ ኪዳነ ዝተዳለወ ኣገዳሲ ፅሑፍ ሒዘልኩም ቀሪበ ኣለኹ ክሳብ መወዳእታ መደብና ብጽሞና ክትከታተሉኒ ይዕድመኩም። ሰባት ናትና ኣነባብራን ኣካይዳን እዩ ዘለና። መዓልታዊ ንገብሮ ንጥፈታትና ምስቲ ባህርያውን ማሕበራውን ከባቢና ዝሳነ ኮይኑ ባህሊ ወይ ከዓ ካልቸር ንብሎ። ባህሊ እንታይ እዩ? ስፍሓቱኸ ማዕረ ክንደይ እዩ? ንዝብል ሕቶ ምምላስ ቁሩብኳ ክብድ ይብል ተኾነ፣ ተመራመርቲ ስነሰብን ስነጥንትን ንባህሊ ብዝተፈላለየ መንገዲ'ዮም ዝገልጽዎ። ተመራማሪ ስነሰብ ኤድዋልድ ቲዮለር ንባህሊ ከም ሓደ ስርዓት እዩ ዝገልጾ። ከምዚ ስርዓት ምስትንፋስ፣ ስርዓተ ዙረት ደም እንብሎ ማለት እዩ። እቲ ዙረት ብዙሕ ነገር'ዩ ዝሓቁፍ። ፍልጠት፣ እምነት፣ ስነጥበብ፣ ቁጠባ፣ ስነምግባር፣ ሕጊ ወዘተ የጠቓልል። እዚኣቶም ተዋሃሂዶም ከኣ ሓደ ባህሊ የቐሙ። ተመራማሪ ስነ-ጥንቲ ብረይን ፊጋን ከምዚ ዝስዕብ ይብል፣ ባህሊ ሓደ ዘይርኣ ረቂቕ ነገር ኰይኑ፣ ምስ ማሕበራውን ባህርያውን ከባቢና ተዋሂድና ንኽንነብር ዝሕግዘና መስርሕ እዩ እዩ ዝብል። ባህሊ ካብ ወለዶ ናብ ወለዶ ይሰጋገር እዩ፣ ግን ብትውልዲ ዘይኰነ ምምሃርን ምዕዛብን እዩ። ሓደ ህጻን ናይቲ ዝዓብየሉ ሕብረተሰብ ሒዙ እዩ ዝዓቢ፣ ናቱ ዝዀነ መስርሕ ምስትምሃር ከኣ ኣለዎ። ሊቃውንቲ ከኣ ኢንካልቹሬሽን ይብልዎ። ባህሊ ሰንደቕ ወይ ከኣ ትእምርቲ እዩ። ምኽንያቱ ኣብ ባህሊ ዝበዝሑ ነገራት ነቲ ዘይረኣ እዮም ዝውክሉ። እዚ ብቓል ወይ ብዘይ ቃል ክኸውን ይኽእል። ባህሊ ከኣ ብዙሕ ነገር እዩ ዝውክል። መሳርሒታት ኣቕሑ፣ ክዳውንቲ፣ ስልማት፣ እምነት፣ በዓላት፣ ባህላዊ ጸወታታት፣ ስነ-ጥበባዊ ስርሓት ወዘተን የጠቓልል። እንተደኣ ኣብ ሓደ ገዛ ቅብኣ ርኢኻ፣ ሓደ ቀባኣይ ከም ዘሎ ይርድኣካ እንተ ጠበንጃ ሪኢኻ ከኣ ሃዳናይ ወይ ወተሃደር በቃ ብሕጽር ዝበለ ሰንደቅ ወይ ከኣ ሲምቦል ማለት ሓደ ነገር ካልእ ነገር ክውክል ከሎ'ዩ ሓደ ንጹር ኣብነት ከኣ ባንዴራ'ያ ባንዴራ ንጨርቂ ወኪላ ዘይኮነስ ነቲ ዘይረኣ ነገር ወኪላ'ያ ኣብ ሰማይ ናይ ሓንቲ ሃገር ተንበልብል ባህሊ ተመሓላላፊ እዩ፣ Culture is shared፣ ባህሊ ብባህሪኡ ናይ ሓደ ውልቀ ሰብ ኣይኮነን፣ ናይ ሕብረተ ሰብ እዩ፣ ካብ ወለዶ ናብ ወለዶ ከኣ ይመሓላለፍ። ሰባት ንባህሊ ብምዕዛብ፣ ብምስማዕ፣ ብምዝራብ ወይ ከኣ ኣብ መንጎኦም ዘሎ ርክባት ምስ ዝበዝሕ ንሓድሕዶም ይመሃርዎም እሞ ሓደ ዓይነት እምነትን ርክብን የማዕብሉ። ምስ ግዜ ከኣ ሰባት ልክዕ ናይቲ ዝዓበይሉ ሕብረተ ሰብ ባህሊ ይሕዙ። ናይ ሎሚ ወለዲ ናይ ትማሊ ህጻናት እዮም ነይሮም። እዚ ማለት እቲ ካብ ሕብረተሰቦም ዝወረስዎ ባህሊ ሕጂ ምስኦም ኣሎ ማለት እዩ። ባህሊ ዝተወሃሃደን ስሩዕን እዩ፣ Culture is integrated፣ ክንብል ከለና ሓደ ኣካል ካብቶም ንባህሊ ዝቐሙ እንተተቐይሩ ነቲ ካልእ ግድን እዩ ክጸልዎ። ኣብ ታሪኽ ከም ዘንብቦ ደቂ ሰባት ካብ ሃድንን ምእረራን ወጺኦም ናብ ማሕረስን ጉስነትን ምስ ማዕበሉ ኣብ ሓደ ቦታ ኮፍ ክብሉ ጀመሩ። እዚ ማለት። ነቲ ቁጠባዊ ለውጢ ነቲ ካብ ቦታ ናብ ቦታ ዝብልዎ ዝነበሩ ገዲፎም ኣብ ሓደ ቀዋሚ ሰፈር ክነብሩ ጀሚሮም። ንኣብነት ሓደ ገጠር ዝዓበየ ሰብ ብስራሕ ከተማ ተቐይሩ ንበል እሞ መዓልታዊ'ዩ ስራሕ ክወፍር ዝጅምር። ከምቲ ኣብ ዓዱ ዝገብሮ ዝነበረ ሎሚ ማርያም'ዩ ጽባሕ መድሃኔዓለም'ዩ እንዳበለ በዓላት እንዳቖጸረ ስራሕ ኣየብኩርን። በቲ ባዕላዊ ሕጊ ተቐይሩ ንዝኸይድ ቤት ጽሕፈት ስርሑ ንኽሰርሕ ስለዝግደድ እዚ ከኣ ነቲ መንፈሳዊ ህይወቱ ይጸልዎ ኣሎ ማለት እዩ። ኣብዚ ሕጂ እዋን ዘሎ ኣገባብ መርዓ እንተርኢናዮውን ብሰንኪ ዘሎ ናይ ፖለቲካ ሃዋህውን ስደት ዝተጸልወ እዩ። ብሕጊ ባህሊ እንዳባ ኣይቀየድን እዩ። ብሕጽር ዝበለ ካብቶም ንባህሊ ዝቖሙ ኣካላት ሓደ እንተተቐይሩ ንኻልኦት ምጽላዉ ኣይተርፎን እዩ። ስለዚ ከኣ ባህሊ ተቐያያሪ እዩ ንብሎ። ይህብ ይቕበል ክሳብ ዝኾነ ተለዋዋጢ። ብዙሓት ተመራመርቲ ማሕበረሰብን ስነሰብን ምስ ኣመዓባብላ ባህልን ሕብረተሰብን ዝተሓሓዝ ሓሳባት ማለት ቲዮሪስ ኣማዕቢሎም እዮም። ሓደ ካብኣቶም ከኣ ሉዊስ ኤች ማርጋን እዩ። ንሱ ንኣመዓባብላ ሕብረተሰብን ባህሉን ኣብ እቶም ዝውንንዎ ዝነበሩ መሳርሒታት ተመርኲሱ ኣብ ሰለስተ ደረጃታት ከፊልዎም ይርከብ። ንሳቶም ከኣ ድሑር ማለት ሳቬጅሪ፣ ዘይስልጡን፣ ባርባቲዝም፣ ስልጡን፣ ሲቪላይዜሽን፣ እዮም። እቶም ድሑራት ዝብሎም ነቶም ዋልታን ጭማራን ሒዞም ብሃድን ዝናበሩ ሕብረተሰብ እዩ። ነቶም ብማሕረስን መጓሰን ዝናበሩ ከኣ ዘይስልጡናት ክብሎም እንከሎ ነቶም ናይ ኣልፋቤት ናይ ጽሑፍ ቋንቋ ዘማዕብሉ ከኣ ስልጡናት ይብሎም ነበረ። እዚ ግን ድሒሩ ተቓውሞ ኣጋጢምዎ እዩ። ሰብ ምስ ናቱ ከባቢ ዝወሃሃድ ኣካይዳ ስለ ዘለዎ ድሑር ኣይትብሎን ኢኻ። ተወሰኺ እቶም ሳቬጅሪ ኤንድ ባርባቲዝም ዝበሃሉ ቃላት ምስ ኣረሜንን ጭካነን ስለ ዝተሓሓዙ ኮነ ኢሉ ንኤሮጳዊ ባህሊ ንምውዳስ እዩ ኣምጺእዎ ዝብሉ ምሁራት ነዚ ሓሳብ'ዚ ተቓወሞ። ና ኣብ መበል ዕስራን ሓደን ክፍለ ዘመን ኢና ዘለና። ምህዞ ናይ ወዲ ሰብ ልዕሊ ባህርያዊ ጽልዋዩ ዝሕምበብ ዘሎ። ከምቲ ዝፍለጥ እዚ ዘለናዮ ህይወት ውጽኢት ናይቲ ኣብ ዓሰርተ ትሽዓተን ዕስራን ክፍለ ዘመን ዝነበረ ተሃድሶን ዕስራን ሓደን ክፍለ ዘመን ዘሎ ቴክኖሎጂን እዩ። ኣብዚ እዋንዚ ንዘራረበሉ ወይ መልእኽቲ ነመሓላልፈሉ ኣገባባት ተቐይሩ እዩ። ምዕባለ መጓዓዝያ ንባዕሉ ወሳኒ ረቋሒዩ። በዚ ድማ ሰብ ኣዚዩ ብዙሕ ትርፊ ነጻ ግዜ ክረክብ ክኢሉ። ገለ ከኣ ጠቕሊሉ ስራሕ ኣልቦ ኮይኑ። ዓለም ኣብ ሓንቲ ቁሸት ተቐይራስ ባህልታት ከኣ እንዳወሓዱ ይኸዱ ኣለዉ። ጽልዋ ናይተን ምዕቡላት ሃገራት ክጻወሮ ኣይከኣለን። እዚ ግን ሳሕቲ ኣብ ደቂ ሰባት ንሓድሕዶም ከይቃደዉ ጠንቂ ይኸውን እዩ። ሰባት ኣብ ናይ ገዛእ ርእሶም ባህሊ ተመርኲሶም ነቲ ካልእ ባህሊ ከነኣእሱን ክጸርፉን ትርኢ ኢኻ። እዚ ከኣ ዓሌታውነት ማለት ኢንትሮሰንትሪዝም ይበሃል። ከምቲ ተመራማሪ ስነ-ማሕበረሰብ ዊልያም ገርሃም ኣብ ሽሕን ትሽዓተ ሚእትን ሽዱሽተን ዝጸሓፎ እንተደኣ ናይ እንተደኣ ናተይ ባህሊ እዩ ዝበለጸ ኢልካ ትንየት ኣለኻ ምስ ግዜ ኣነት ኢኻ ትማዕብል መን ከማይ እንዳበልካ ከኣ ብዛዕባ ካልኦት ባህሊ ትዋራዘ ትውዕል ንኣብነት ኣብ ከበሳ ናይ ገምገም ቀይሕ ባሕሪ ምስ ወረድካ ህዝቢ ዓፋር ኣብቲ ብጣውላን ዓጌፋን ዝተሰርሐ ገዛ ክነብሩ ምስ ረኣኻ ኣብ ክንዲ ስረ ክሹፍ ተጠምጢሞም ምስ ተዓዘብካ ኣይተቆናጽቦም ምስቲ ኩነታት ኣየር ዝኸይድ ተኸዲኖም ከምዘለዉ ተረድኣሎም ሰብ ባህሉ ከድንቕን ሓሕበነሉን ጽቡቕ ሓሳብ እዩ ባህሊ ንሕብረተሰብ ኣብ ሓደ መኣዲ ከቕርቦም ይኽእል እዩ። ግን ኣብ ናትካ ባህሊ ተሞርኪስካ ንኻልእ ክትጸርፍ ትንዕቕን እንተድኣ ኩንካ፣ ኣብ ዘይተደልየ ጽልእን ዘይምርድዳእን ኣብ መወዳእትኡ ከኣ ናብ ግርጭት ይምዕብል። ሓደ ነገር ክንርድኦ ዘለና፣ ሰባት ንባህሊ በቲ ኣብ ዓሰርተ ሽዱሽተ ክፍለ ዘመን ምስ ምስፍሕፋሕ ኤውሮጳዊ ግዝኣት ዝማዕበለ ሃጸያዊ ባህሊ ማለት ካልቹራል ኢምፐርያሊዝም ኢና ንዕቅኖ። እቲ ከም ናተይ ወይ ናብእን ዝቐረበ ኣካይዳ ዘለዎ ባህሊ ከም ብሉጽ ንርእዮ። ግን ገዛእቲ ኣብ ኣፍሪቃ ክመጹ እንከለዉ ኮነ ኢሎም ብዕላማ ስለ ዝመጹ ኣፍሪቃዊ ባህሊ ከም ሓደ ዘይሰልጠነ ድሑር ባህሊ ከም ዝቖጽሩ ጌሮምና'ዮም። እቲ ሓቂ ግን ነቲ ንሶም ድሑር ዝብልዎ ባህሊ ምስ ከባቢና ተሳኒና ክንከይድ ዝሓሸ ኮይኑ ንረኽቦ። ይኹን እምበር በቲ ንሶም ዘስረጹልና ኣተሓሳስባ ኣንፈትና ኣጥፊእና ብባህልና ተስፋ ቆሪጽና ንዕኦም ክንመስል ንጽዕር ኣለና። ስለዝኾነ ከኣ መብዛሕትና ኣፍሪቃውያን ብጸኖስትሪዝም ዝተጠቓዕና ኢና። ጸኖ ማለት ጓና ወይ ደጋዊ ማለት እዩ። ስለዚ ኩሉ ናይ ባዕዳውያን ከም ሓደ ክብሪ ጊርካ ነቲ ናትካ ክተቃልል እንከለኻ እዩ። ኣብ መብዛሕትና ናይዚ ወሎዶ ከኣ በዚ ዝተበከልና ኢና። ወላ ኣብ ምዕቡላት ሃገራት ተማሂርካ ኣብ ክንዲ ነቲ ናተይ ትብሎ ባህሊ ተማዕብል ናይ ባዕዳውያን ባህሊ ከም ሓደ ብሉጽ ወሲድካ ናቱ ግዙኣት ትኸውን። ተመራመርቲ ስነሰብ ግን ከምዚ ኢሎም እዮም ዝምግቱ። ዝኾነ ባህሊ ናቱ ዝኾነ ኣመጻጽኣን ፍሉይ ዝገብሮን ኣለዎ። ስለዚ ንሓደ ባህሊ ኣብ ክንዲ ምስ ካልኦት ተወዳድሮ ናይ ገዛእ ርእሱ ፍሉይ ዝኾነ ነገር ጽባቐ እዩ ዘለዎ። ካልቹራል ሬላቲቪዝም፣ ባህሊ ሓደ ሕብረተሰብ ክትርኢ እንከለኻ ክፉት ኣእምሮ ድሌትን እንተድኣ ኣለካ ኩለን ባህልታት ነናተን ክብርታት ከም ዘለወን ይርደኣካን ይሕግዘካን። እዚ ኩሉ ምስ ፈለጥካ ከኣ ናይ ገዛእ ነብስኻ ሕብረተሰብን ባህልን የኹርዓካን የሐብነካን። ልክዕ ከምቲ ንዓኻ ንኻልእ ዘኹርዓካ ናይ ካልኦት ውን ከምኡ ከም ዘኹርዖም ይስወጠካ እሞ ተኸባቢርካ ንኽትነብር ከኣ ይሕግዘካ።